ሎማዕንቲ ብዙሓት ኣወዳት እትሽወድሉ ነጥቢ ኣልዒልና ኢና ክንነጋገር። ክሳዕ መወዳእታ ሓቢርካ ንጽናሕ ኢኻ። ንቻናለይ ሓድሽ ትኾንካ እውን ቻናለይ ሰብስክራይብ ምግባር ከይትርስዕ። እዛ ቪድዮ ላይክ ብምግባር ጀምር። ኩልኹም ኣወዳት ሓንቲ ጓል ርእሳ ዝደፍአት ኮይና እንድሕር ደኣ ርኢኹምዋ ወይ ናይ ገዛ ቆልዓ እያ ኢልኩም እንድሕር ደኣ ሓሲብኩም ኮይንኩም እኽልቲ ብቕዕቲ ንሓዳር እትኸውን ጓል መሲላ ትስምዓኩም ወይ ከዓ ከምዚ ተኽብረኒ ተኽኢላ ተፍቅረኒ ተኽኢላሲ ንዓይ እኹል እዩ ኢልኩም ትኣምኑ ሎማዓንቲ ግን እዚ ጥራሕ እኹል ከም ዘይኮነ ንሓዳር ክትመርፃ ዘለካ ጓል እንታይ ዓይነት ከም ዝኾነት ንሓዳር ግደፎ ሕዚ እውን ኣብ ሂወትካ ዘላ ጓል እዞም ሎማዓንቲ ዝነግረካ ረቋሕታት እንድሕር ድኣ ዘይሃልየምዋ ኮይኖም እታ ጓል ምሳኻ ምህላዋ ንዓኻ ምንም ጥቕሚ ከም ዘይብሉ ብደንቢ ገይረ ከረጋግፀልካ እየ ምሳይ እስካዕ መወዳእታ ሓቢርካ ንፅናሕ ፍፁም ክትርሕቃ ዘለካ ጓል ምንም ጥቕሚ ዘይብላ ኪሳራ ጥራሕ ሒዛትልካ ናብ ሂወትካ እትመጽእ ጓል ዕላማ ዘይብላ ጓል እያ። ሓንቲ ጓል ዕላማ እንድሕር ደኣ ዘይሃልይዋ ኮይኑ ኩሉ ግዜ ሓዳር ምግባር ናይ መወዳእታ ሂወት እዩ ዝመስላ። ካብ ኩሉ ግዜ ሓዳር ግበረለይ ሓዳር ግበረለይ ትብለካ ኣብቲ ሓዳር ኣትያ እተምጽኦ ለውጢ ከም ዘለዋ። ዕድመኣ ከይኸይድ ክትወልድ ስለ እትደሊ ጥራሕ እያ ምሳካ እትነብር። ሓዳር ክትገብር ስለ ዘለዋ ጥራሕ እያ ምሳኻ እትነብር። እስኻ ድማ ንኸምዝታት ጥራሕ እትደልየካ ጓል ፍጹም እያ ዘይተድልየካ። ሓዳር እትገብረላ ጓል ዕላማ ሃልዩዋ እስኻ ክትሰርሕ ከለኻ ሓቦት ተስንቐካ። ኣብ ደገ ወጺኻ ጸጊምካ ወይ ደኺምካ ወይ ብዝኾነ ነገር ተበሳጭኻ ክትመጽእ ከለኻ ኣብ ገዛ እቲ ዕላማ ክተሳኽዖ ከም እትኽእል እተጀግነካ ጓል ጥራሕ እያ ኣብ ሂወትካ ክትህሉ ዘለዋ ስምዒትካ ጥራሕ እተራግፈልካ ወይ ድማ ደውለለይ ጥራሕ ፍቕሪ ጥራሕ ግለጸለይ መኣዝ ዲና ክንራኸብ መኣዝ ዲና ድራር ክንበልዕ ካብ ኪሳራ ሓሊፋ ምንም ትርጉም ዘይብላ እንድሕር ደኣ ኮይና ኣብ ሂወታ ክተሳኽዖ እትደልዮ ሓሳብን ዕላማን ዘይብላ ተኾይና እመነኒ እዛ ጓል እዚኣ ናብ ውድቀት ጥራሕ እያ ክትምራሕካ እትኽእል ወይ ድማ ምንም ጥቕሚ ዘይብላ ሱቕ ኢላ እትነብር ክወግሐላ ክጸብሐላ ክትኳሓሓል ናብዚ ናብዚ ክትብል ሸቕርቀር ክትብል እተሕልፎ ግዜ ጥራሕ እዩ ዘለዋ እምበር ንዓኻ እዚ ዝበሃል ጥቕሚ ዘለዋ ስለዘይኾነት ንሓዳር እትመርጻ ጓል ኣይትኹን። ንሓዳር ተመሪጽካያ ከምቲ ዝበልኩኻ ናብ ውድቀት ስለእትምረሐካ። ካሊእ ድማ ጽሬታ ዘይትሕሉ ጓል ተኾይና እዛ ጓል እዚኣ ካብ ብሕዚትካ ተትገድፋ እዩ ዝሕሸካ። ኣብ መንጎኹም ፍቕሪ ኣሎ ኣብ ዝኾነ ግዜ ፍቕሪ ንክሕዘካ ኢላ እትገብሮም ነገራት ነይሩ ሽቕርቅር ትብል ፅቡቕ ነገር ተርእካ ጨናኣ ፍሉጥ እዩ ኣከዳድናኣ ቅርፃ ሰውነታ ከርእዩ ዝኽእሉ ብጣዕሚ ዘማልሉ ዝስሕቡ ነይሮም እዮም ካብ ዝኾነ ግዜ ንደሓር ግን ፍቕርኹም ሓቂ ምስ ኮነ ወይ እሺ ምስ በልካያ ሓቢርኩም ምንባር ምስ ጀመርኩም ብዝኾነ ምክንያት ዝሮ ዝሮ ኩሉ ነገር ብልባ ምስ ተኣማመነት ፅሬታ ምሕላው ትገድፎ ንኣኻ ኢላ ሽቅርቅር ትብሎ ነገር የብላን ጨና ምግባር ገዲፋቶ እያ ናባኻ ትመጽእ ከላ ቀልብኻ ስምዒትካ ክገዝኡ ዝኽእሉ ነገራት ምግባር ተቋርጾ እዛ ጓል እዚኣ ንሓዳር እንድሕር ደኣ መሪጽካያ ኮይንካ ንዓይንኻ ቀለብ ከም ምስኣን ሕሰቦ ዓርሳ ክትንከባኸብ ተዘይኽኢላ ንዓርሳ ዘለዋ ዋጋ ዝወረደ እዩ ማለት እዩ ንዓርሳ ጥራሕ ኣይኮነን ንዓኻ እትበካ ዋጋን ግምትን እውን ብጣዕሚ ልወረደ እዩ ማለት እዩ። ክተፍቅረካ ከላ ክተኽብረካ ከላ ናይ ግድን እዩ ንዓኻ ክስሕቡ ዝኽእሉ ነገራት ክትገብር። እንድሕር ጓል ኣፍቂራ ከምዚ እያ በቃ ሰብኣያ ሃነን ከብሉላ ዝኽእሉ ነገራት እናመረፀት እያ ትውዕል። ልብኻ፣ ዓይንኻ፣ ኣእምሮኻ ኩሉ ገዚኣ ክትነብር እያ ትደሊ። ፅሬታ ዘይትሕሉ ተኾይና፣ ኩሉ ግዜ ብትቶ ምስ ተኸደነት፣ ኩሉ ግዜ ምንም ጨና ገይራ ዘይትፈልጥ፣ ጨንኣ ኣይትሕሉ፣ ፅሬታ ኣይትሕሉ፣ ምንም ንጓል ዘምስል ባህሪ እንድሕር ደኣ ዘይርኢኻላ ኮይንካ፣ እዛ ጓል እዚኣ ፍጹም ኣይተድልየካን። ፍቕርኹም እውን ከይፈትኹም ቀስ ብቐስ እናሰኣንክምዎ ኢኹም ትኸዱ። ስለዚ ካብ ከምዚ ዝመሰለት ጓል ረሓቕ ኢኻ። እቲ ሳልሳይ ድማ ንነብሳ ክብሪ ዘይብላ ጓል እንድሕር ደኣ ኮይና። ንነብሳ ምስ ኣኽበረት እያ ባይዘወይ ስኻ እውን እትኸብር። እንድሕር ነብሳ ዘይተኽብር ሓሲራ እያ ተሕስረካ። ምስ ሰባት ምንባርኩም ኣይተርፍን ክልተ ኢኹም ናይ ባዕልኹም ዓለም ኣይትሃንጹን ኣብና ሰባት ዓለም ክትነብሩ ኢኹም ኣብ ዝኾነ ግዜና ምስ ቤተሰብካ ክተራኽባ ከለኻ ምስ ቤተሰባ ክተራኽበካ ከላ ምስ መሓዙትካ ምስ መሓዙታ ክትራኸቡ ከለኹም ክብራ ዝወረደ ትኾኑ እዛ ጓል እዚኣ ናታ ክብሪ ጥራሕ ኣይኮነን ዝወርድ እስኻ እውን ልክዕ ምስኣ ማዕረ ማዕረ ዝሓሰርካ ኮንካ ኢኻ ትረአ ሰበይቱ ዘኽበረቶ ኣብ ደገ ክቡር እዩ፣ ሰበይቱ ዘሕሰረቶ ኣብ ደገ ሕሱር እዩ። ስለዚ ክብራ ትሕሉ፣ ልዕሊ ምንም ነብሳ ተቕድም። እዚ ነገር እዚ ናይ ግድን ኣይኮነን ምስ ሰባት ዘለዋ ርክባት ጥራሕ ክምስክረልካ ኢብን ዋላ ምሳኻ ዘለዋ ርክብ ልዕሊ ነብሳ እንድሕር ደኣ ሽቁጥቁጥ ትብለልካ ኮይና ክብራ ከይሓለወት ናትካ ክብሪ እንድሕር ድኣ ክተርኢ ትደሊ ኮይና በዚታት ክትግንዘባ ትኽእል ኢኻ። ክብራ እትሕሉ ጓል ኹሉ ግዜ ንሓዳራ ዝተመረጸት እያ። ሓዳራ ክኽበር ዘይትገብሮ ነገር የለን። ወረታት እናመላለሰት ኣይትውዕልን። ክትኽበር ኢላ እንደውም ዘይኾንካዮ ነገር ኣግዚፋ እናተናገረት ክትኽበር እያ ትገብር እና ክብራ እትሕሉ ጓል ተኾይና ዕላማ ዘለዋ እዩ። ንክብራ ስለ እትጭነቕ ኣብ ጽቡቕ ደረጃ በጺሓ ስለ ክትረኣ ትደሊ ከይፈተወት እያ ኩሉ ነገር ትገብሮ እንድሕር ደኣ ንነብሳ ክብሪ ሃልይዋ ኮይኑ ተዘይ ሃልይዋ ግን ምንም ጣጣ ይብላን ትዛረቦ ነገር ኣይትፈልጥን ምስ ኩሉ ሰብ እናተራኸበት ናታ ክብሪ ጥራሕ ኣይኮነን ናትካ ክብሪ እውን እናዋረደት እያ ትውዕልና ከምዚ ዓይነት ጓል ተኮይና ንሓዳር ትኾነካ ኣይኮነትን ኮላይ ንፍቅሪ እውን እትምጥን ኣይኮነትን ቀልጥፍ ኢልካ ረሓቃ ራብዓይ ድማ ብዙሕ ዝምድና ትምስርት ዓይነት ጓል እንድሕር ደኣ ኮይና ከምዚ መሰላ ጓላት ሓደ ቅዋም ከይህልወን እዩ ዝገብር ናይ ግድን ኣይኮነን ምስ ኣወዳት ጥራሕ ብዙሕ ዝምድና ተሃልይዋ ክትፈላልያ ወይ ክትፈትሓ ዘለካ ኢቭን እኳ ዋላ ምስ ኣጓላት ብዙሕ ርክባት እንድሕር ድኣ ትጅምር ኮይና መንነታ ናይ ብዙሓት ሰባት ዝተኣኻኸበ እዩ ዝኸውን ሓደ መንነት ኣይህልዋን ምስታ ሓንቲ ጓል ክትቀርብ ከላ ናይ ግድን እዩ ናታ ሓንቲ ጓል ኣተሓሳስባን ኣከያይዳን ኣብ ውሽጣ ክሰርጥ ብኡ መጠን ድማ ምስ ብዙሓት ኣጓላት ትቀራረብቲ ኮይና እዛ ጓል እዚኣ ቅዋማ ይህልዋን ኣብ ሓደ ኣቋማይ ትፀንዕን ምሳኻ ዘለዋ ፍቕሪ እኳ ቅልጥፍ ኢላ ንፋቐር ትብለካ ቅልጥፍ ኢላ ንፈላለ ትብለካ ምክንያቱ ኣብቱን ኣብቱን እትሪኦ ልምድታትን ሂወትን ኣሎ እዩ ኩሉ ግዜ ምስ ሰባት ናተነፃፀረት ንክትነብር እዩ ዝገብራና ብዙሕ ግዜ ብሰባት ዘይተኸበበት ጓል ትኸውን ከላ ንዓኻ ልሐሸት እያ ሚስጥርኩም ሕልው እዩ ክብራ ልተሓለወ እዩ እንድብቲ እያ ኣብቱን ኣብተን ኣይትብለንና ምስ ኣወዳት ጥራሕ ከይኮነሲ ኢቭን እኳ ምስ ኣጓላት እንድሕር ብዙሕ ርክባት ትጅምር ኮይና እዛ ጓል እዚኣ ኣይተድለይካን ኣብ ዝኾነ ግዜ ጠሊፋ ተውደቕካ ዓይነት ጓል እያ ምርጫታታ ለይውዳእ ዓይነት ጓል እያ ትኾነካና ቅልጥፍ ኢልካ ረሓቃ ሓምሻይ ድማ ፈተና ትፈርሕ ጓል እዘን ከም ዝመሰላ ጓላት ኩሉ ግዜ ሽቕርቅር ኣብ ዝበለ ህይወት ክነብራ ዝደልያ ዓይነት ኣጓላት እየን ሕማቕ ነገር ክትንግፈን ኣይደልያን በፍጹም ኣብ ህይወት ለልገጠመን ፈተናታት ካብ ምግፋጥ እቲ ፈተና ገዲፍካዮ ምኻድ እየን ዝመርጻ ምሳኻ ኮይና ምንም ዓይነት ፈተና ክገጥማ ኣይትደልን ፈተና ካብ ትጋፈጥ ምሳኻ ገዲፋትካ ከይዳ እቲ ህይወቱ ዝተደላደለ ዝተመቻቸወ ኩሉ ነገር ዝተስተኻኸለሉ ወዲ ኣድሊሻ ተትቐርብ እዩ ዝሐሻ ንዛ ጓል እዚኣ። ስለዚ ፈተና ምግፋጥ እትፈርሕ እንድሕር ደኣ ኮይና ንዓኻ ኩሉ ግዜ ካብ ፈተና ንኽትወፅእ ዘይኾነሲ መመሊስካ ናብ ፈተና ንኽትኣቱ ናጠበርካያ ንኽትነብር እሳ ተኸይዳ ናትካ ህይወት ኸቢድ ከም ዝኾነ ንክመስለካ ከክንዲ ሓቦ ምስናቕ ኩሉ ግዜ ናብ ዝጠሓልካዮ ጉድጓድ መሊሳ ተዝፍቐካ ስለ ዝኾነት ፈተና ይንካእኒ ትብል ተኾይና ቅብጠት ዝመስል ነገር እንድሕር ድኣ ትርእየላ ኮይንካ ይትረፍ ንሓዳር ንፍቕሪ እውን ኸቢድ እዩ ምክንያቱ ናይ ነብሳ ምቾት ስለ ትፈቱ ናትኻ ዝኾኑ ሕማቃት ነገራት ረጊጻ ናብቲ ናይ ምቾት ዓለም ንምኻድ ንድሕሪት ዘይትብል ዓይነት ጓል እያ ትኾነካ ኩሉ ግዜ እግረይን ኢደይን ለሚጹ ክነብር ኣለዎ ምንም ዓይነት ሓሳብ ክሓስብ ኣይደልን ኣእምሮይ ሰላም ክኾነለይ ኣለዎ ኩሉ ግዜ ፍቕሪ ፍቕሪ ይፈትወኪ የፍቅረኪ እየ ጥራሕ በለኒ ካብኡ ሓሊፉ ግን ክንፈላለ ኣለና እትብለካ ዓይነት ጓል እያ ንምፍልላይ ንድሕሪት ዘይትብል ማለት እዩ ቆራፅ እያ በቃ ንምፍልላይ ሓቢርካ ንምዃን ምንም ንእሽተይ ነገር እዩ ዘድልያ ንምፍልላይ እውን ንእሽተይን ነገር እዩ ዘድልያ ንእሽተን ገንዘብ ተሪኢኻያ ምሳኻ ልጥፍ ትብል እንድሕር ኣስኢንካያት ገንዘብ ድማ ገዲፋትካ ትኸይድ ዓይነት ጓል ስለትኸውን ከምዚ ዓይነት ጓል ኣብ ሂወትካ እንድሕር ዳሃልያ ኮይና ቅልጥፍ ኢልካ ርሓቃ ንሓዳር ፍፁም ከይተሓስብ እዞም ሎማዕንቲ ዝነገርኩኻ ነጥብታት ጠቂሞምኻ ከም ዝኾኑ ተስፋ ገብር። ከምዚ ዓይነት ጓል ኣብ ሂወትካ እንድሕር ደኣ ሃልያ ኮይና ክትጠመካ ዘይትኽእል ስለ ዝኾነት ግዜኻ ኣይተባኽን፣ ትግበኣካ ናትካ ጥንካረ እትደሊ ክትሕግዘካ እትኽእል ጓል ጥራሕ ምረጽ፣ ኣእምሮኣ በላሕ ዝኾነት ጓል ጥራሕ ናብ ሂወትካ ኣእቱ፣ ርእሳ ደፊኣ ስለ እትኸይድ ንሓዳር ትኸውን ከይመስለካ፣ ስለ ለኽበረትካ ጥራሕ ፍቅሪ ስለ ዘለዋ ጥራሕ፣ ንኣኻ ትጠቕመካ ከይመስለካ ናብቲ ሓቃዊ ዓለም ክትኣቲ ከለኻ ብዙሓት ፈተናታት ክገጥሙኻ ከለዉ ተጀግነካ ጓል ጥራሕ ምረፅ ሓወይ ንቻናል ሓድሽ ትኾንካ ቻናል ሰብስክራይብ ምግባር ከይትርስዕ ኢኻ እንድሕር ዳኣ ዝግበአኒ ኮይኑ ጥራሕ ማለት እዩ እዛ ቪድዮ ጠቂማትካ ተኾይና እውን ላይክ ምግባር ከይትርስዕ ኢኻ ሰላም